ብዛዕባ ፍቕሪ ብዙሓት ክዛረቡን ክምጉቱን ሰሚዐ ኣለኹ። ተኾነ ግን ክሳብ ሕጂ ብዛዕባ ፍቕሪ ርዱጽ መግለጺ ፍቕሪ ክረክብ ኣይከኣልኩን። ሓቂ ይሓይሽ ብህላውነት ፍቕሪ ኩሉ ግዜ ምስ ተጠራጠርኩ'የ። ዝኾነ ኮይኑ ግን ፍቕሪ ይሃሉ ኣይሃሉ ብዙሓት ብዛዕባኡ ካብ ምዝራብ ኣየዕረፍናን። እቲ ዝገርመኒ ግን ብዙሓት ኣብ ፍቕራዊ ዝምድና ኣለና እናበሉ ብሓቂ ኣብ ፍቕሪ ክህልዉ ዘይምኽኣሎም'ዩ። ፍቕሪ ንገሌና ባዶነት ክኸውን ከሎ ንገሌና ከኣ ምሉእነት እዩ። ኣብ ሓደ ኣጋጣሚ ነዚ ዝስዕብ ሕቶ ሓተትኩ፣ እንታይ እዩ ፍቕሪ? በልኩ። ህላውነቱ ብምንታይ ይግለጽ? እዚ ክድህሰስ ኮነ ክጭበጥ ዘይክኣል ነገር ክንድምንታይ ሓይሊ ኣለዎ? ወረ ትርጉም ፍቕሪ እንታይ እዩ? ብዙሓት በብወገኖም ብዝርድኦም መገዲ ክገልጹለይ ፈተኑ። ናይ ሓደ ብዕድመ ድፍእ ዘበሉ ኣቦ መልሲ ግን ኣብ ልበይ ክተርፍ ከኣለ። እቶም ኣቦ ንፍቕሪ ብኸምዚ መልክዕ እዮም ዝገለጽዎ። ፍቕሪ ሓደ ኣገዳሲ ባእታ ናይ ህይወትና ዩ ዞም ደቀይ። ከምቲ ግራት ንኽፈሪ ዝናብ ዘድልዮ ልቢ ንኽዕንብብ ከኣ ፍቕሪ የድልዮ። ፍረ ፍቕሪ ኩሉ ሰናይ ነገር ዩ። ሰላም ሓጎስ ናጽነት ለውሃት ተስፋ ቅሳነት ኮታ ኩሎም ጽቡቓት ነገራት ፍረ ፍቕሪ ዮም። ግዳ ፍቕሪ ጸጽቡቑ ጥራይ ዝሓዘለ ከይመስለኩም ንኹሉ ዝዓቖረ ባሕሪ ውን ዩ ከምቲ ግራት ጻህያይ ዘለዎ። ኣብ ዘፍቀረት ልቢ እውን ይርከብ እዩ። ከም በዓል ምጥርጣር፣ ቅንኢ፣ ፍርሕን ዝኣመሰሉ ጻህያይ ፍቕሪ ከሎ ግና ካብ ሱሮም እንተዘይተበንቂሶም ሓደገኛታት እዮም። ፍቕሪ ምቁር ዕረ እዩ። እንዳ ሓደረ መዓር ዝብርበር ዕረ ምረቱ እሳት መቐረቱ ከም ገዓት ብባሕሪ ፈተናታት ዝተኸበት ደሴት ሰላም ናብታ ደሴት ንኽትበጽሕ ድልድልቲ መርከብ ክትሰርሕ ኣልካ። ሓይሊ ፍቕሪ ዘይፍታሕ ግድል እዩ። ነቲ ኣብ ዓለም ዘሎ ኩሉ ነገር ይስዕር። ሓይሉ ካብዚ ኣብ ዓለም ዘሎ ኩሉ ሓይልታት ይበልጽ። ፍጹም ኣብ ግጥማቱ ስዕረት ኣጋጢምዎ ኣይፈልጥን። ኣብ ዝደለዮ ይሓድር፣ ኣብ ዝደለዮ ዝውዕል፣ በቃ ብምሉእ ናጽነት ከም ድሌቱ ይነብር። ኩሉ መገድታቱ ምስጢር ግዲ ኮይኑ፣ ብርግጽ ኣበይ ከም ዘሎ ዝፈልጥ ሰብ የለን። እንተዘይፈትዩ ጸዊዕኻ ወይ ደሊኻ ኣይትረኽቦን። እቶም ኣቦ ከረድኡና ፈተኑ። ኩሉ ዝበልዎ እኳ ተዘይተረዳኒ፣ ንገድ። ፍቕሪ ብናጽነት ኣብ ዝደለኻዮ ዝዘንብ ምዃኑ ክርዳእ ኣኽኢሉኒ'ዩ። ካብ ዘይውሑስ ዝናብ ይሓልወና።